እዚ ድማ ጸጉርና ንኽጉዳእን ንኽሰባበርን ምኽንያት ይኾኖ። ኣቐድም ኣቢልና ከም ዝበልናዮ፣ ቅድሚ ምሕጻብና ንልከዮ ዘይቲ፣ ብቐሊሉ ንጨጉርና ሓሊፉ ንቆርበት ርእስና ዝዞርቕን ዘተረክሰናን ክኸውን ኣለዎ። ከምዚኦም ዝበሉ ዘይትታት ምስ ተለኸናዮም፣ ንኽልተ ወይ ንሰለስተ ሰዓት ክጸንሑ እዩ ዝምከር። እዞም ቅብኣታት እዚኦም ንኽሓድሩን ንኽውዕሉን ጽቡቕ ኣይኮነን። ቀዳማይ፣ ሺያ ባተር ይበሃል። ብፍላይ ንዓና ንኣፍሪቃውያን ዝሓሸን ተመራጽን እዩ ምኽንያቱ ንጨጉርና ናይ ምልስላስን ናይ ምፍኳስን ባህሪ ስለ ዘለዎ ነዞም ተሪር ወይ ብርቱዕ ጨጉሪ ዘለና ንኸለስልሰልናን ኮፍኩሰልናን ክንጥቀመሉ ተመራጺ እዩ ብዙሕ ግዜ ጸጉርና ንኸይነውሕ ዝገብሮ ስለ ዝደርቕን ብዝተፈላለየ ምኽንያት ስለ ዝጉዳእን እዩ በዚ ድማ ስለ ዝሰባበርን ዝረግፍን ካብዚ ንምድሓን እምበኣር ሺያ ባተር ብፕሮቲንን ብቪታሚንን ዝሃፍተመ ስለ ዝኾነ፣ ጨጉሪ ርእስና ብምልስላስን ቆርበት ርእስና ብምጥላልን ግቡእ ዕቤቱን ጥዕንኡን ንምሕላው ብጣዕሚ ተመራጺ እዩ። ብቐጻሊ ሺያ ባተር ንምጥቃም እንተኾይኑ ዝርኣዩ ለውጥታት ናይ ርእስና ቆርበት ይጸሪ፣ ፎሮፎር ውን ኣይንገብርን፣ ብስሩዕ ይኣቢ፣ ንጨጉርና ከም ዘይሰባበርን ጥዑይን ይገብሮ። ንዝሰባበርን ንዝሰሓወን ጨጉሪ መሊሱ ከም ብሓድሽ ከም ዝዓቢ ይገብሮ። ኣጠቓቕምኡ ልክዕ ከም ካልኦት ቅብኣታት ኣብ ናይ ርእስና ቆርበት ኣጸቢቕና ብምልካይን ኣብ ኩሉ ከም ድበጽሕ ብምግባር ብፕላስቲክ ብምሽፋን፣ ንክልተ ወይ ንሰለስተ ሰዓት ምጽናሕ እንተደሊናውን ሺያ ባተር ምስ ናይ ኣቮካዶ ዘይቲ፣ ጉልዕን ሓዊስና'ውን ክንጥቀመሉ ንኽእል ኢና። ውጽኢቱ'ውን ኣብ ሓጺር ግዜ ክንርእዮ ንኽእል። ካልኣይ፣ ናይ ኣቮካዶ ዘይቲ። ኣቮካዶ ብጀካ'ቲ ንብልዒ ንጥቀመሉ፣ ንጨጉርና'ውን ምስ ዘይቲ ጉልዒ ብምሕዋስ ቅድሚ ምሕጻብና ምልካይ፣ ጨጉርና ጥዑይ ዕቤትን ዘንጸባርቕን ክገብሮ ይኽእል እዩ። ብፍላይ ድማ ኣቮካዶ ምስ እንቋቑሖን ሕኛን ሓዊስና። ምስ እንጥቀመሉ ጨጉርና ከይመሓውን ዘንጸባርቕን ከምኡ ድማ ከም ዝበዝሕን ይገብሮ። ናይ ኣቨካዶ ዘይቲ ብሙቐትን ብኬሚካልን ዝተጎድኣን ንፎሮፎርን ዝደረቐ ቆርበትን ንጨጉሪ ርእስና ፍቱን መድሃኒት እዩ። ብፕሮቲን ስብሕን ዝሃፍተመ ስለዝኾነ ናይ ጨጉርና ወዝ ንምሕላውን ፎሮፎርን ንምጥፋእን ጠቓሚ እዩ። ናይ ኣቨካዶ ዘይቲ ኣጠቓቕምኡ ድማ። ቅድሚ ምሕጻብና ናይ ጨጉርና ቆርበት ክሳብ ዝትርክስ ቀስ ኢልና ርእስና ማሳጅ ምግባር ቆርበት ርእስና ከም ዝልስልስ ይገብሮ። ድሕርዚ ጨጉርና ብፕላስቲክ ብምሽፋን ንክልተ ሰዓት ዝኸውን ምጽናሕ ድሕሪኡ ድማ ምሕጻብ። ሳልሳይ ዘይቲ ኣውሊዕ ብፍላይ ጨጉርና ንቑጽ እንተድኣ ኮይኑ ብቐሊሉ ዝሰባበርን ትርር ድበለ እንተኾይኑ ዘይቲ ኣውሊዕ ጨጉርና ንምልስላስን ቀስ ኢሉ ንውሽጢ ናይ ምዝራእ ባህሪ ስለ ዘለዎ ንጸጉሪ ርእስና ጽቡቕ እዩ። ብስብሒ ውን ሃፍታም ስለ ዝኾነ እዚ ድማ ንቑጻት ቆርበት ንምልስላስን ብዘለዎ ጸረ ምራተ ባህሪ ንከም በዓል ፎሮፎርን ፋንጋስን ምክልኻል ይጠቅም። ስለዚ ዘይቲ ኣውሊዕ ምጥቃም

ዘይተ ኣውሊዕ ተለኺና ንክልተ ወይ ሰለስተ ሰዓት ጥራሕ ክንጸንሕ ኣለና። ዘይተ ኣውሊዕ ቁሩብ ኣሙቕ ኣቢልና ንቆርበት ርእስና ብምልካይን ማሳጅ ብምግባርን ብፕላስቲክ ምሽፋንን ድሕሪኡ ምሕጻብ። እዚ ድማ ኣብ ቆርበት ጨጉርና ንዝርከቡ ሴላት ዋህዮታት ብምብርባር፣ ጨጉርና ግቡእ ዕቤት ንክህልዎ፣ ንጨጉርና ግቡእ ሕብሩ ዝህብዎ ዋህዮታት ብምብርባር ሽበት ኣብ ምክልኻል ድማ ጠቓሚ እዩ። ራብዓይ፣ ዘይቲ ኮኮናት። ኮኮናት ንጥዕና ጨጉርናን ንዕቤቱን ብብዙሓት ዝተፈለጠ ውፅኢታዊ ዘይቲ ካብ ዝበሃሉን ቀንድን ሓደን እዩ። ዘይቲ ኮኮናት ንዕቤት ጨጉርና ካብቲ ስሩዕ ዝበሃል ንላዕሊ ብምቅልጣፍ ከም ዝነውሕ ብምግባር እውን ፍሉጥ እዩ። ብተወሳኺ ኣብ ውሽጡ ብዘሎ ትሕዝቶ ዋህዮታት ብምንቕቓሕ ኣብ ዘይዕድሜና ካብ ዝስዕቡ ሽበትን ንዝረግፍን ንዝስሕውን ጨጉሪ ናብ ንቡር ምምላስን ወዙ ዝተሓለወን ጥዑይ ጨጉሪ ንኽህልወና ዝገብር እዩ። ዘይቲ ኮኮናት ኣጠቓቕምኡ ድማ። ቅድሚ ምሕጻብና እንተተጠቀምናሉ ተመራጺ እዩ። ብዘለዎ ናይ ምዙራቕ ዓቕሚ፣ ቆርበት ጨጉርና ናይ ምትርካስ ባህርን ተላኺናዮ ንክልተ ወይ ንሰለስተ ሰዓት ብምጽናሕ ምሕጻብ የድልየና። ናይ ኮኮናት ዘይቲ ምስ እንቋቑሖን ኣቮካዶን፣ ሕኛን ብምሕዋስን ክንጥቀመሉ ንኽእል ኢና። ዘይቲ ኮኮናት ክንጥቀመሉ ከለና ቁሩብ ኣሞቕ ኣቢልና ንምሉእ ቆርበት ጨጉርና ብምልካይ ቀስ ኢልና ማሳጅ እንዳገበርና እንተተለኺናዮ ውጽኢታዊ እዩ ዝኸውን። ሓምሻይ ካስተር ኦይል ወይ ዘይቲ ጉልዒ ይበሃል። ካስተር ኦይል ንናይ ጨጉርና ዕቤት ካብቲ ስሩዕ ዕቤት ብሰለስተ ዕጽፊ ብምቅልጣፍ ካብቲ ስሩዕ ዕቤቱ ከም ዝቕልጥፍ ይገብር። ዘይቲ ጉልዒ እውን ንውሽጢ ብምዝራቕ ንቆርበት ርእስና ብምትርካስ ዓቢ ጥቕሚ ዘለዎ ብምዃኑ ተለኺናዮ ብዙሕ ግዜ ክንጸንሕ የብልናን። ንኣፍልጦና ከምዚኦም ዝኣመሰሉ ዘይቲታት ካብቲ ክጸንሕዎ ዝግብኦም ሰዓታት ንላዕሊ ምጽናሕ ካብ ጥቕሙ ጉድኣቱ ስለ ዝዛይድ ካብቲ ግቡእ ግዜኦም ንላዕሊ ምጽናሕ ኣየድልይን እዩ። ብፕሮቲን ዝሃፍተመ ስለ ዝኾነ፣ ቅድሚ ምሕጻብና ንሙሉእ ጨጉርና ብምልካይ ቀስ ኢልና ማሳጅ እንዳገበርና እስቲም ክገብር ምእታን ብላስቲክስ ሸፊንና ካብ ክልተ ስካብ ሰለስተ ሰዓታት ጸኒሕና ምሕጻብ የድሊ። ዘይቲ ጉልዒ ልክዕ ከም ዘይቲ ኣውሊዕን ዘይቲ ኮኮናትን ጸረ እርጋን እዩ ዝበሃል። እዚ ድማ ኣብ ቆርበት ርእስና ዝርከቡ ዋህዮታት ብምንቕቓሕ ግቡእ ስርሖም ከም ዝገብሩ ይገብር። ጨጉርና ከም ዝዓቢን ኣብ ዘይዕድሜና ዝወፀና ሽበት ኣብ ምክልኻል ዓቢ ግደ ዘለዎ እዩ። ሻድሻይ ኦርጋኖ ኦይል፣ ኦርጋኖ ዘይቲ ካብቶም ኣየናይ ዘይቲ ክንጥቀም ንዝብሉ ሕቶ ንምምላስ ኣብ ቅድሚት ካብ ዝስርዑ ዘይትታት ሓደ እዩ። ኦርጋኖ ዘይቲ ብቫይታሚን ኢ ሃብታም ብምዃኑ ንጨጉርና ንምልስላስን ንምክንኻንን ጽቡቓት ካብ ዝበሃሉ ኣብ ቅድሚት ካብ ዝስርዑ እዩ። ንዝተሰባበረን ንዝረግፍን ጨጉሪ ናብ ንቡር ንምምላስ ዕቤቱ ንምቅልጣፍ ይጠቅም። ኣጠቓቕምኡ ድማ ጨጉርና ብሙቐትን ብሓውን ንኸይጉዳእ ጨጉርና ምስ ተሓጸብና ንጨጉርናን ቆርበት ርእስናን ኣውሕድ ኣቢልና ተለኺና እንተመሸጥናዮ ጽቡቕ እዩ። ድሕሪ ምምሻጥ እውን ኣብ ሰለስተ ወይ ኣብ ኣርባዕተ መዓልቲ ሓንሳብ ኣጸቢቕና ምስ ንልከዮ ንጨጉርና ንኸይምንቀስን ቀልጢፉ ንኽቦቅልን ንኸይሰባበርን ይጠቕመና እዩ። ብሓውን ብሙቐትን ወዙ ዘጥፈኣ ጨጉሪ ወዙ ንምምላስ ኦርጋኖ ኦይል ብቫይታሚን ሃፍታም ስለዝኾነ ፍቱን መድሃኒት እዩ። ብተወሳኺ ናይ ኦርጋኖ ሻምፖን ኮንዲሽነርን ኦርጅናል እንተረኺብናዮ ብፍላይ ንጨጉርና ዕቤት ንምልስላስን ተመራጺ እዩ። ሻብዓይ፣ ቲ ትሪ ኦይል፣ ቲ ትሪ ዘይቲ፣ ኢንፌክሽን ዝከላኸል ፀረ ባክተርያ ስለ ዘለዎ ንዝተሃሰየን ዝተሰባበረን ጨጉሪ ናብ ጥዕንኡ ንምምላስ ቲ ትሪ ዘይቲ ጠቓሚ እዩ። ንብዝሕን ጥዑይን ብቐሊሉ ዘይምንቀስ ጨጉሪ እንተድኣ ደሊና ቲ ትሪ ዘይቲ ናይ ደምና ምዝውዋር ብምቅልጣፍን ኣብ ናይ ጨጉርና ንዝርከቡ ዋህዮታት ግቡእ ስርሖም ከም ዝሰርሑ ብምግባር ብቐሊሉ ዘይምንቆስ ጽቡቕ ዕቤት ንኽህልዎ ይሕግዝ። ኣጠቓቕምኡ ድማ ምስ ተሓጸብና ቁሩብ ናይ ቲትሪ ዘይቲ ብምልካይ ካብ ሱሩ ቀስ ኢልና ማሳጅ ብምግባር፣ ቲትሪ ዘይቲ ኣውራ ንቆርበት ርእስና ስለ ዘድልየና ንጨጉርና ብዙሕ ዘድልዮ ኣይኮነን። ሱር ጨጉርና ጽቡቕ ጌርና እንተተለኺናዮ እኹል እዩ። ካብ ረሲዕና ከለና ድማ ኣብ ጽሩይ ጸጉርና ተተለኸናዮ ተመራጺ እዩ። ሻምናይ ኣልሞንድ ኦይል፣ ኣልሞንድ ዘይቲ ብፍላይ ብተፈጥሮኦም ቀጠንትን ስሑውን ጸጉሪ ዘለና ብጣዕሚ ጠቓሚ እዩ። ንዝሰሓወ ጨጉሪ ናብ ንቡር ንምምላስ ተመራጺ እዩ። ብቫይታሚን ኢን ብፕሮቲንን ዝሃፍተመ ስለዝኾነ ናይ ጨጉርና ወዝ ብምሕላው ናይ ጨጉርና ቆርበት ንኽጸርን ካብ ፎሮፎር ነጻ ክኸውን ስለ ዝሕግዝ ከምኡ ውን ንዕቤት ጨጉርና ብምሕጋዝ ጠቓሚ እዩ። ብተወሳኺ ድማ ኣልሞንድ ዘይቲ ንቆርበት ርእስናን ገጽናን ጽሬት ምሕላውን ሓጋዚ እዩ። ገጽና ካብ ዝወጸና ዕንፉሩርን ፈጸጋን ንክትጸርይ ውን ሓጋዚ እዩ። ከምኡ ድማ ናይ ጨጉርና ቆርበት ካብ ዝኾነ ኢንፌክሽን ፋንጋስን ስለ ዝከላኸለልና ጨጉርና ግቡእ ዕቤትን ንክምንቆስ ካብ ዝገብሩ ባእታታት፣ ብምክልኻል ጨጉርና ንኽሕሉ ይሕግዙ እዮም። ኣጠቓቕምኡ ድማ ኣልሞንድ ዘይቲ ጨጉርና ምስ ተሓፀብና ከይነቐፅና ቆርበት ጨጉርናን ጨጉርናን ብምልካይ ካስኮ ንኣቱ እንተኾይንና ወይ ድማ ንቑኖኖ እንተኾይንና ካብ ስሩ እንዳለኸና እንተወሓደ ኣብ ሰሙን ክልተ ግዜ ተተጠቂምና ንጨጉርና ዕቤትን ጥዕናን ሓጋዚ እዩ። ታሽዓይ ኦሊቬራ ኦይል ወይ ድማ ዘይቲ ዕረ እንብሎ ዘይቲ ዕረ ብፍላይ ጥረ ዕረ ንረክብ እንተኾይንና እቲ ኣብ ውሽጡ ዘሎ መለግለግ ዝብል ወይ ጄል ቅድሚ ምሕፃብና ክልተ ወይ ሰለስተ ሰዓት ለኺናዮ ፀኒሕና ተተሓፂብና ብሓውን ብሙቐትን ንዝተሃሰየ ንዝሰሓወ ንዝምንቀስን ጨጉርና ፍቱን መድሃኒት እዩ። ብተወሳኺ ድማ ዘይቲ ዕረ ጨጉርና ምስ ተሓፀብና ምስ እንልከዮ ፍሪዝ ንክኸውን ይሕግዝ። ንዝሰሓወን ንዝምንቀስን ንዝተጎድእን ጨጉርና ከም ዘብዝሕን ከም ዝተርርን ናይ ምግባር ባህሪ ኣለዎ። ዘይትዕረ ኣጠቓቕምኡ ድማ ክንልከዮ ከለና ጨጉርና ምስ ተሓጸብና ንልከዮ ዘይቲ እዩ። ተላኺናዮ ንቑነን ወይ ድማ ካስኮ ንኣቱ እንተኾይንና ጽቡቕ ውጽኢት እዩ ዘለዎ። ጨጉርና ኣብ ሰሙን ሓደ ወይ ድማ ክልተ ግዜ እንተተለኺናዮ ንኸይደርቕን ወዙ ዝሓለወ ክኸውን ይሕግዘና። ዓስራይ ቫይታሚን ኢ ዘይቲ ቫይታሚን ኢ ንቆርበትና፣ ብጣዕሚ ኣገዳሲ ካብ ዝበሃሉ ቫይታሚናት ሓደ እዩ። ናይ ርእስና ቆርበት ከይነቅጽን ከይቀራረፍን ዝሕግዝ ብምዃኑ ከምኡውን ፎሮፎር ንከይሕዘና ኣቐዲሙ ንምክልኻል ይሕግዝ። ብዝተፈላለየ ምኽንያት ንዝሰሓወን ንዝቆራረጽን ጨጉሪ ቫይታሚን ኢ ዘይቲ ተመራጺ እዩ። ኣጠቓቕምኡ ድማ ናይ ቫይታሚን ኢ ዘይቲ ንልከዮ፣ ተሓጺብና ኣብ ጽሩይ ጨጉርና ኣብቲ ቆርበት ቆርበቱ ተለኺና ካስኮ ምእታው ወይ ድማ ንቑነኖ ተኾይንና ድማ ምስ ተሓጸብና ኣፍቲ ቆርበት ቆርበትና ለኺና ምቑናን ዘለላ ጨጉርና ብምርጓድን ካብ ምሙንቃስን ምስሓውን ይከላኸለልና። ብተወሳኺ ምስ ተሓጸብና ንልከዮም ዘይትታት ኣብ ጨጉሪ ዘይልሕደዱ፣ ዝመኩ፣ ብልምዲ ጭቃ ዘይቲ እንብሎም ከም ኣብነት ከም በዓል ዳክስ ድኣመሰሉ ብውሑድ ዓቐን ምልካይ ተመራጺ እዩ። ጨጉሪ ርእስና ንኸይደርቕ ድማ ዘይቲ ከይተለኸናዮ ፍጹም ክንሓድጎ የብልናን። ተሓጺብና ከየንቀጽና ምልካይ ዝሓሸ ናይ ምልስላስን ንኸይቆጻጸርን ይሕግዝ። ተወሓደ ድማ ኣብ ሰሙን ሓንሳብ ጨጉርና ምልካይ ኣገዳሲ እዩ። ዝኸበርኩም ተኸታተልቲ መደበይ ናይ ሎማዓንቲ ሒዘልኩም ድመጻኹ ኣብዚ ወዲኤ ኣለኹ። ነዚ ዝነገርኩኹም ኩሉ ክትጥቀምሉ ተስፋ እገብር። ኣብ ዝመጽእ ብኻልእ ቪድዮ ስጋብ ንራኸብ ሰሰናዩ ንዓኹም ሰላም ቀንዩ።